ኣቲ ሊቅ ጺሒፍዎ ዘሎ ካሚ ካም ዝብል ቋንቋ ነዊሕ ግዝየ ድሕሪ ምጽናሕ እቶም ካብ መሶፖታምያ ካብ ማእከላይ ምስራቅ ዝመጹ ሰባት ከኣ እቲ ሴማዊ ቋንቋ ሒዞም ስለ ዝመጹ ክልቲኡ ተሓባቢሩ እንታይ ዝብል ቋንቋ ወሊዱ ኔሩ ካሚ ሴም። ካሚ ሴም። ካሚ ሴም። ቅድም ካሚ ካም ጥራይ ነይሩ ድሓር ካሚ ሴም ተባሂሉ እዚ ካሚ ሴም ተባሂሉ ዝጽዋዕ ዝነበረ ቋንቋ ድሕሪ ነዊሕ ግዜ ሃም ሴም ተባሂሉ እዚ ሕጂ ሓማሴን ተባሂሉ ዝጽዋዕ ዝነበረ መጸውዒ ናይቲ ከባቢ ውን ሃም ሴም

እወ።
ሕጂ ምስኡ ምእስሳር ኣለዋ ድዩ? ወሶም እንድዮም እቲ እቲ ካም ሴም ያፌት እንድዮም ነይሮም ኣብታ መርከብ እህ ኣብታ ካብ ኩሽ ከ ኩሽ ኩሽ ወዲ ኩሽ መንዩ? ድሕሪኦም ዝመጸ እዩ ካም ካም ሕጂ ኩሻዊ ዓሌት ዘለና ኢና ንሕና ኦኬ።
ሕጂ ኣብ ሃገርና ኩሻዊ ዓሌት ዘለዎ ስለ ዘሎ ኩሻዊ ዓሌት ኣሎ ሕጂ እቲ ኩሽ ካብ ካም ዝመጸ ዘርኢ ስለ ዝኾነ ድሕሪ ነዊሕ እዩ መጺኡ ኩሽ
ኦኬ ሕጂ እሞ ሃም ሴም የፌት ኩሽ ሕጂ ኩሽ ከማን ሴም ድሕሪ ን። ሕጂ እቲ ሃምን ሴምን እዮም ተራኺቦም እምበር ካብትም ያፌት ኣይነበሮምን ናባና ኦኬ መን ሴማውያን ግን ኣለዉና ሴማውያን ስለ ዘለዉና ሕጂ እቲ ቋንቋ እንታይ ተባሂሉ ክልቲኦም ተሓባቢሮም ነዚ ምስ ወለድዎ እዚ ግእዝ ምስ ተወልደ ግእዝ ምስ ተፈጥረ ሽዑ እንተላይ ናይቲ ቦታ መጸውዒ ኮይኑ ጸኒሑ ስጋዕ ሕጂ ሃምሴን
ሓማሴን ኮይኑ ጸኒሑ።
ግእዝ ሕጂ ግእዝ ኦላ ካብ።
ግእዝ ካበይ ተወሊዱ ካብቲ ማእከ ካብቶም ሴማውያን ዝመጸ ቋንቋ እዩ። ካብ ሃም ኣይኾነን?
ካብ ሃም ኣይኮነን ካብ ሴማውያን ዝመጸ እዩ ሴማዊ ቋንቋ እዩ። ኦኬ እሞ ሃም ሃም እንታይ ቋንቋ ኣለዎ? ሃም ደኣ ካሚካሚ እኮ ነይሩ እቲ ቋንቁኡ። ንበይኑ ካሚ ካሚ እዩ ነይሩ። ዝቕድም ዝገለጽኩልካ እሱ እዩ ነይሩ ንበይኑ ከሎ ካም። እቲዮም ሰማውያን ምስ መጹ ግን እቲ ቋንቋ መሰምጽዎ ነዚ ግእዝ ካሚ ሴም ተባሂሉ ተጸውዑ። ሕጂ ካማውያንን ሴማውያንን ዘቖምዎ ቋንቋ ብሓባር ዝዛረብሉ ስለዝኾነ ሕጂ ንምንታይ ተባሂሉ ግእዝ ተባሂሉ? ግእዝ ማለት ከኣ ቅድሚ ሕጂ ከም ተዛረብናዮ ግእዝ ብዙሕ ዓይነት እዩ ዘለዎ። ግእዝ ማለት ልምዲ፣ ባህሊ፣ ሓራ ምዃን፣ ፍልሰት፣ ስደት ማለት እዩ። ግእዝ ዋንነት ናጽነት ልምዲ ግብርነት ማሕበራውነት ከኣ የጠቓልል። ግእዝ ልምዲ ብጽሑፍ፣ ልምዲ ብምዝራብ፣ ልምዲ ብስርሓት የጠቓልል። ሕጂ እቲ ግእዝ ዝበሃል ቋንቋ ልማድ ተባሂሉ ጽዋዕ፣ ስራሕ ተባሂሉ ጽዋዕ፣ ሕብረት ተባሂሉ ጽዋዕ፣ ናጽነት ተባሂሉ ጽዋዕ። ስደት ተባሂሉ ውን ይጽዋዕ ካብዚ ናብቲ እንድሕር ግዒዝካ ካብዚ ዓዲ እዚ ግዒዝካ ኣብቲ ካልእ እንድሕር ከድካ ስደት ውን እዩ ግእዝ ምግዓዝ ኣብዚ ወይ ካብ እወ ምግዓዝ ግእዝ እዩ። እያ እያ ካብቲ ባርነት እንተ ወጺኻ ከኣ ካብቲ ባርነት ግዒዝካ ኣለኻ ማለት እዩ ሕጂ ሓራ ኮንካ ማለት ከኣ እዩ ብዝሓት ወገን። ሕጂ እቲ ግእዝ ብዙሕ ትርጉም ስለ ዘለዎ ግእዝ ማለት ልምዲ ባህሊ ሓራነት ናጽነት ማለት እዩ ፍልሰት ስደት ውን የጠቓልል።
ምስ ትግርኛ እንታይ ምእስሳር ኣለዎ?
ምስ ትግርኛ እቲ ግእዝ ክዝረብ ምስ ነበረ ኣብ ድሕሪ ልደት ክርስቶስ ኣብ ክልተ ሽሕን ሓደን ኣቢሉ ኣብ ሽሕን ሓደን ዓመተ ምህረት ኣቢሉ እቲ ግእዝ ትግርኛ ተወሊዱ ሕጂ ትግርኛ ምስ ጀመሩ እንታይ ኢሎም ካብዚ ቋንቋ እዚ ሓደ ቋንቋ ረኺብና ኢሎም ትግርኛ ተሳጊርና ሓደ ስጉምቲ ወሲድና ማለት እዩ። ምስጋር ማለት ከምዚ እዩ ምዝላል ማለት ሕጂ ሓደ ቋንቋ ሓድሽ ረኺብና ኢሎም ትግርኛ ዝብሃል ተገርናዮ ሓደ ቋንቋ ክኣ ርኺብና ኣለና ተሳጊርና ኣለና ብምባል ድመጸ እዩ እምበር እቲ ቋንቋ ናይቲ ህዝቢ ናይቲ ከባቢ ግእዝ ምስ ኮነ መንግስታዊ ቋንቋ ወይ ክኣ ህዝባዊ ቋንቋ ኮይኑ ነዊሕ ግዜ ኣገልጊሉ እዩ። ክንደይ ዓመት ኣገልጊሉ?

ኣየነይቲ እንተን ቀዳሞት ቋንቋ? ዕብራይስጢ፣ ዓረቢት፣ ኣራሚት እየን። ሕጂ ግእዝ ም። ትደግሙልና ትኽእሉ? ዓ።
ዕብሬት፣ እህ። ዕብራይስጢ ማለት እዩ። ዓረቢት፣ ኣራሚት፣ ኣርመን ማለት እዩ። ግእዝ ከኣ ኣብ ሃገርና ህይወት ዘለዋ ቋንቋ ዘላ እሰያች ኣብ ሃገርና ብህይወት ኣላ። ኣወ ኣብ ሃገርና ኣላ ሕጂ እሞ ቡዙሕ ቃላት ኣብ ናይ ዓረብ ትረክቦ ኢካ ኣብ ናይ ደቅ ኢስራኤል ትረክቦ ኢካ ኣብ ኣብ ኩሉ ናይ ትረክበን ኢካ ካብዘን ኣርባዕተ እዚኤን ካብዘን ብቸ ኣብ ብጨታ እዚኤን ኣብ እብራይስቲ ኣብ ዓረባይስቲ ኣብ ኣራማይስቲ ናይ ግእዝ ቋንቋ ቡዙሕ ትረክብ ኢካ ኦኬ እም። ሕጂ ትግረ እሞ ከመይ ጌሩ ተፈጢሩ ምስ ትግርኛ ምእስሳር ኣለዋ ዲዩ? እወ
ሱት ትግረ እዚ ሕጂ ትግረ ዝዛረብዎ ዘለዉ ትግረ ተባሂሉ ዘሎ እኮ እቲ ግእዝ እዩ ቁሩብ ኣብዚ ዳሕራይ ግዜ እዚ ምስልምና ምስ ተቀበሉ ደቂ ሳሕል እዮም ነቲ ቋንቋ ቁሩብ ጋይ ናይ ክርስትያን ኢሎም ቁሩብ ኣላጊሶምዎ እቲ ቋንቋ እምበር ትግረ ብቆሙ ግእዝ እዩ።
ኦኬ ሕጂ ቅድሚ እቲኦም ቱርኪ ምምጻኦም ማለት እዩ። እወ ቅድሚኦም ምምጻእ ኣነ ድኣ ብ ብባጽዕ እቲ ንትግረ ን ኣስሊሞም መሲሉኒ ኔሩ ቀደም ብሰንኪ ባጽዕ ምሽ መጺኡ ኔሩ ድቅ ሞሐመድ እቲ ናቶም ዋዋ ናቶም መሓመድ እዋን መጺኡ ምሽ ነሩ ብባጽዕ ግን ሕጂ ብኡ ጊሮም ኢዮም ተቀቢሎሞ መሲሉኒ ነሩ እቲ ምስልምና ዶ እወ።
ብኡ ጊሮም ኢዮም ተቀቢሎሞ ግን እቲ ቋንቆኦም ግእዝ ኢዩ ነሩ። ኦኬ። ካባና ስለ ዝኮኑ ምሳና ስለ ዝኮኑስ ቋንቆኦም ግእዝ ኢዩ ነሩ።
እሞ ትግረ ሕጂ እዚ ትግረ ሕጂ ዝዛረብዎ ዘሎ ንሱ ኢዩ ማለት ኢዩ ሕጂ ስጋዕ ሕጂ እሶም እቲ ቋንቋ ኣይ ኣይለቐቑዎን ብመሰረቱ ናብኡ ኣሎ ማለት ኢዩ እሞ ኣብ ትግረ ትግረ ኣሎ ናብ ግእዝ ይቐርብ ካብ ትግርኛ። ኣጸቢቑ እወ
ካብ ትግርኛ ናብ ግእዝ ዝቐርብ ትግረ ትግረ ቐርብ ኦኬ ትግረ ብቐሙ እንዳ ግእዝ ኢዩ ዘለዉ ቑሩብ ቑሩብ ኢዩ ተፋላልዮም።
ቋንቋ ቢለን ከ